ኣብ ፌስቡክ ዘንበብክዋ ዛንታ እያ። ሓደ ኣይሁዳዊ መምህር ንሓደ ዓሳ ክበልዕ ዝረኣዮ መንእሰይ ስለምንታይ ኢኻ ዓሳ ትበልዕ ዘለኻ ኢሉ ሓተቶ። እቲ መንእሰይ ከኣ ዓሳ ስለ ዘፍቅር እየ ዓሳ ዝበልዕ ዘለኹ ኢሉ መሊሱሉ። መሊሱ እቲ መምህር ብሓቂ ዓሳ ትፍቅር ኢኻ ኢሉ ሓተቶ። እቲ መንእሰይ ከኣ እወ ዓሳ የፍቅር እየ ኢሉ ኣረጋገጸሉ። ሽዑ እቲ መምህር ዓሳ ተፍቅር እንተ ደኣ ኾንካ ስለምንታይ ካብቲ ብህይወት ዝነብረሉ ቦታ ኣውጺእካ ቀቲልካ ጠቢስካ ፈትፊትካ ትበልዖ? ኢሉ ምስ ሓተቶ እቲ መንእሰይ ዝን በለ። ሽዑ እቲ መምህር ኣይሁድ ምልስ ኢሉ ዓሳ ዘይኮንካ እተፍቅርሲ ዓሳ ምብላዕ ኢኻ እተፍቅር እዚ ኸኣ መርኣያ ንገዛእ ርእስኻ ዘሎካ ፍቕሪ እምበር ንዓሳ ምፍቃር ኣይኰነን በለ። ወሲባዊ ዝምድና ኣብ መጀመርያኡ ከምኡ እዩ። ሓደ መንእሰይ ንሓንቲ ዝኣኸለት ጐርዞ ንመርዓ ዝሓታ ንኣኣ ስለ ዘፍቀራ ዘይኰነስ ንገዛእ ርእሱ ስለ ዘፍቅር እዩ። ንኣኣ ዝደሊ ሸውሃት ኣለዎ። ነቲ ንኣኣ ብምርካብ ዝዓግብ ሸውሃቱ ከርዊ እዩ ኪምርዐወኪ ዝብላ። ክሳዕ ንመርዓ ሕራይ ዝበሃሉ ክሳዕ ዝምርዓውን ሞትኩልኪ ጸደፍኩልኪ ብናፍቖትኪ ዓቢረ ብዘይ ብኣኺ ምንባር ኣይኮነለይን እዩ ክበሃሉ ጸኒሖም ገሊኦም ምስ ተሓጽዩ ገሊኦም ከኣ ካብ ጽባሕ መርዓኦም ጀሚሮም ገመድ ፍቕሮም እናልሓልሐት ክትከይድ ትርአ ስለምንታይ እቲ ምኽንያት ብዙሕ እኳ እንተኾነ መብዛሕትኦም መንእሰያት ፈትዮም ዘይኮነስ ኣፍቂሮም ጥራይ ስለ ዝምርዓው እዩ። እቲ ፍቕሪ ኸኣ ከምቲ እቲ መምህር ኣይሁድ ዝበሎ ይኸውን። ንመዋስብትኻ ንኡ ኢልካ ዘይኮነስ ንገዛእ ርእስኻ ኢልካ ስለ እተፍቅር ይኸውን። እታ ነታ ንመርዓት ትሓታ ጓል ኣፍቂርካያ ጥራይ ክትምርዓዋ ኣኻሊ ኣይኮነን ክትፈትዋ ኣለካ ነታ እተመርዓኻያ ናይ ቃል ኪዳን ሰበይትኻ ግና እንተዘይፈተኻያ እውን ኣፍቂርካያ ጥራይ ኢኻ ምስኣ ክነብር ዘለካ ምክንያቱ ፍቕሪ ኣይተቋርፅን እዩ ምፍታው ግና እቲ ክትፈቱ ደሪኽካ ወይ ስሒቡካ ዝጸንሐ ምስ ሰኣንካዮ ክተቋርጽ ትኽእል ኢኻ። ምፍታው ምስምማዕ ትጠልብ፣ ፍቕሪ ግና ጻዕሪ ትሓትት እያ። ስለዚ እዩ ሃዋርያ ጳውሎስ ነቶም መከራ ዘጽገቦም ደቂ ዓዶም ምፍቃር ዘየቋረጹ ሰብ ተሰሎንቄ ጻዕሪ ፍቕርኹም ዘኪረ ስሌኹም ንኣምላኽ እመስግኖ ኣለኹ ዝበሎ። ስለዚ ክትፋቶ ክትሰማማዕ ኣሎካ ከተፍቅር ግና ክትጽዕር ኣሎካ ክትምርዖ ኣብታ እትምርዓዋ ጓል እተድንቆ እትፈትዎ ዝስሕበካ ዘድልየካ ነገር ክትርኢ ኣለካ ደጊመ ክብላ እየ እዚ ኣሕዋተይ ክትምርዖ ኣብታ እትምርዓዋ ጓል እተድንቆ እትፈትዎ ዝስሕበካ ዘድልየካ ነገር ክትርኢ ኣለካ ነታ ክትዓርም ክትምርዓዋ እትሓታ እንተስ ብመንፈሳዊ ህይወታ እንተስ ብመልክዓ እንተስ ብጠባያ እንተስ በተሓሳስባኣ እንተስ ብጠባያ ብውሕልነታ ክትዕዝመካ ኣለዋ ከምኡ ከዓ እታ ጓል ነቲ እትምርዖ ንመርዓ ሕራይ ትብሎ ወዲ ከምኡ ስለዚ ምፍታው የድሊ እዛ ነታ ኣትሓታ ዘለኻ ጓል ዘላትካ ፍቕሪ እትፍተን ናብ ሓዳር ምስ ኣተኻ እያ። ድኹም ጎና እናረኣኻ ምስኣ ክትነብር እንተ ተሳሒብካ ፍቕርኻ ካብ ንኣኻ ኢልካ ንኣኣ ኢልካ ናብ ምፍቃር ተሰጋጊራ ኣላ። ኣብ ሓዳር ምስ ኣተኻ ካብ ንኣኻ ኢልካ ምፍቃር ናብ ንመዋስኽትኻ ኢልካ ምፍቃር ትሰጋገር ኣሎካ። እዚኣ እታ ብመስዋእቲ እትግለጽ ፍቕሪ እያ። ሓዳር ጌርካ ካብ ንኣኻ ኢልካ ምፍቃር ናብ ንመዋስብትኻ ኢልካ ምፍቃር እንተ ዘይተሰጋጊርካ ሓዳር ዘይምርድዳእ ዝዓዘዞ መድረኽ ምጉድዳእ እዩ ዝቕየር። ሓዳር ብመስዋእቲ እትግለጽ ፍቕሪ ዝጠልብ ዝምድና እዩ። ክቡራት ኣሕዋተይ ሎሚ እውን እዚ ትምህርቲ እዚ ይጠቅም ኢልኩም እንተ ሓሲብኩም ካልኦት ምእንቲ ክመሃርሉ ነታ ሼር እትብል ጠውቑ። ሓውኹም ዕቑባ ስላሴ እግዚኣብሔር ይባርኩም።